ሰላም ከመይ ትጸንሑ ዝኸበርኩም ተመልከትትና ሎሚ ሕወሓት ኣብ ልዕሊ ግፋ ዘየፈጸሙ ዝበለቶም ኣካላት ስጉምቲ ጀሚራ ኣላ። ኣመሓዳሪ ወረዳ ኢሮብ ዞባ ምብራቕ ትግራይ እዩ ካብ መዝነቱ ተላዒሉ ዘላ። ንመስርሒ ግፋ መንእሰያት ወረዳ ኢሮብ ብዝግባእ ኣየተግበረን ብዝብል ክሲ ካብ ስልጣኑ ከም ዝተኣልየ እዩ ተገሊጹ ዘላ። ነቲ ህወሓት ብዝመርሖ መንግስቲ ትግራይ ዝተኣወጀ ግዱድ ናይ ዕስክርና መደባት ስምምዓት ከተግብርን ኣብ ወረድኡ ዘድሊ ምትሕብባር ከተግብርን ግዴታ ከም ዝነበሮም ብምዝኽኻር፣ ግን ድማ ሓንጊዱ ክትብል እያ ሰጒጓቶ ዘላ። እዚ ብፈለማ ክነዳህሰኩም መሪጽና ኣለና። ቀዳማይ ሚኒስትር ኣብይ ኣሕመድ ሎሚ ኣብ ዓመታዊ መዕጸዊ ኣኼባ ባይቶ ወከልቲ ህዝቢ ካብ ኣባላት እቲ ባይቶ ንዝቐረበሉ ሕቶታት መብርሂ ክህብ ውዒሉ። ንሕወሓት ኮነ ሻዕቢያ ምስ ሞዶሻን መርቴሎን ከመሳስሎም ዝወዓለ ኮይኑ ንሱ በቲ ቀደም ዝሰርሐ ዝኣረገ ስልቲ ሕጂ ክጥቀሙ ምፍታኖም ረብሓ የብሉን ሕወሓትን ዓወትን ኣራምባና ቆቦ ኣይራኸቡን እዮም ክብል እዩ ኣባጭዩሉ ዘሎ ዝርዝር ውዕሎ እቲ ፓርላማ ክንዳህሰኩም ዝመረፅናዮም ኣዘራረብቲ ምዕባልታቶላ ዘመናውያን ድሮናት ኣሜሪካ ድማ ኣብ ጅቡቲ ከም ዝተራገፋ ተገሊጹ ኣሎ። ንውልቀ ሰባት ፈልየን ናይ ምውቃዕ ዓቕሚ ከም ዘለወን እዩ ተሓቢሩ ዘሎ። ኣብ የመን ዝንቀሳቐሱ ዕጡቓት ሑቲ ኣብ ቀይሕ ባሕሪ ካብ ዘውርድዎ ዘለዉ መጥቃዕትታት ተተሓሒዙ እቲ ኣብ ጅቡቲ ዝርከብ ወተሃደራዊ መዓስከር ኣሜሪካ ብሚሳይላት ሑቲ ከይጥቃዕ ኣብ ዝተሰግኣሉ እዋን እየን እተን ድሮናት ናብ ጅቡቲ ዓሪፈን ዘለዋ። ካልእ ዛዕባ እዚ ሰዓት እዮም። ሰራዊት ሶማልያ ብግድኡ ዓሰርተ ሓሙሽተ ዕጡቓት ኣልሸባብ ቀቲለ ኢሉ። ዳናብ ብዝብል ስያመ ዝፍለጥ ፍሉይ ኮማንዶ ሓይልታት እታ ሃገር ኣብ ዞባ ታሕታይ ሻበሌ ኣብ ዝርከብ ዞባ ዓሰርተ ሓሙሽተ ዕጡቓት ቀቲለ ካልኦት እውን ብዙሓት ኣቑሲለ ክብል እዩ ኣዊጁ ዘሎ። ናይዚኦምን ካልኦትን ስበር ዜናታት ሒዝናልኩም ኣለና ንኽትከታተሉና ድማ ንዕድመኩም።

ህወሓት ግዝያዊ ምምሕዳር ትግራይ ካብ ስልጣኑ ድሕሪ ምእላዩ ምስ መንግስቲ ፌዴራል ኣብ ምስሕሓብ ኣትዩ ኣብ ዘለወሉ ግዜ እዩ ነዚ ርኢቶ ሂቡ ዘሎ። ኣብይ ንኣባላት ባይቶ ኣብ ዝሃቦ መብርሂ ህወሓት ቀልቢ እንተገዚኡ ንምዝርራብ፣ ሰላም ንምምፃእ ፃዕሪ ምግባር ኣገዳሲ እዩ ብምባል ካብ ሰላም ወፃኢ ዘሎ ኩነታት ኣይጠቕመናን ክብል ድማ ተዛሪቡ። ኣብ ትግራይ ዘሎ ወጥሪ ኣመልኪቱ ብዝሃቦ መብርሂ ኣብቲ ክልል ኲናት ንኽለዓል ሰፊሕ ድልየት ኣሎ፣ መኽሰብ ስለዘይብሉ ኢና እምቢ ኢልና ክብል ድማ ተሰሚዑ። መንግስቲ እታ ሃገር፣ ህወሓት ምስ መንግስቲ ኤርትራ ብምዃን ንኲናት ይዳሎ ኣሎ ዝብል ክሲ ከቕርብ ዝጸንሐ ኮይኑ፣ ህወሓት ብወገኑ እቲ መንግስቲ ምድላዋት ኲናት ይገብርን ሰራዊቱ ድማ ናብ ትግራይ ይንቀሳቐስን ኣሎ ክብል'ዩ ብተደጋጋሚ ክኸስስ ዝስማዕ ዘሎ። እቲ ቀዳማይ ሚኒስትር ኣብቲ ናይ ሎሚ ንኣባላት ባይቶ ወከልቲ ህዝቢ ብዝሃቦ መብርሂ፣ ንህወሓት ንኤርትራን ሱዳንን ግብጽን ኣልዒሉ ዝነቐፈ ኮይኑ፣ ኣይኮነንዶ ሻዕብያ፣ ወያነን ሱዳንን ካልእ እውን እንተተወሰኸ ልኡላውነት ኢትዮጵያ ቅንጣብ እውን ትኹን ስግኣት የብሉን ክብል ድማ ምላሽ ሂቡወን ኣሎ። ንሱ ሓይልታት ትግራይ ንመንእሰያት ናብቲ ኣብ ሱዳን ዝካየድ ዘሎ ኹናት የሰጋግሩን ከም ባሮት ይሸጡን ኣለው ክብል ዝኸሰሰ ኾይኑ ሓያሎ መንእሰያት ትግራይ ድማ ብግዴታ ናብቲ ኣብ ሱዳን ዝካየድ ዘሎ ኲናት ተወሲዶም ህይወቶም ይስእኑ ከም ዘለዎም ብምግላፅ መንእሰያት ትግራይ ብዘይፈልጥዎ ምኽንያት ህይወቶም ይስእኑ ኣለው፣ ብዛዕባ ዘይፈልጥዎ ዕላማ ድማ ህይወቶም ይኸፍሉ ኣለው ኢሎም። ካብ ቀረባ ሰሙናት ጀሚሩ ኣብ ትግራይ ብበዝሒ ትሕቲ ዓሰርተ ሸሞንተ ዝዕድሚኦም ህጻናት ዝርከብዎም ሰባት ብኣስገዳድ ግዱድ ወተሃደሮ መልመላን ናብ ኩናት ተገዲድካ ምስላፍን ምፍጻሞም ትካላት ተሓለቕቲ ሰብኣዊ መሰላት ክገልጹ ቀንዮም ኣሎም። መራሕቲ ህወሓት ኣብዚ እዋን ስግኣት ብሄራዊ ህልውና ከም ዘሎም ብምግላጽ መንእሰያት ብሰናይ ፍቓዶም ንብሄራዊ ኣገልግሎት ይምልምሉ ከም ዘለዉ እዮም ዝምጉቱ። ብማእኸላይ መንግስቲ ዝቖመ ግዝያዊ ምምሕዳር ብመራሕቲ ህወሓት ካብ ዝእለ ንደሓር ኣብቲ ክልል ሓድሽ ኩናት ከይውላዕ ዝብል ስግኣት ከም ዘሎ ዝተፈላለዩ ጸብጻባት ኲናት ክወጹ ጸኒሖም ኣሎም። ንሕወሓት ምስ መንግስቲ ኤርትራ ተሓባቢሩ ንኢትዮጵያ ክወርር ይዳሎ ኣሎ ክብል ድሕሪ ምኽሳስ፣ መንግስቱ እዞም ሓይልታት እዚኦም ንምክልኻል ዘኽእል ዓቕሚ ምክልኻል እናሃነጸ ምዃኑ ዝገልጽ ኣብይ፣ በቲ ቀደም ዝሰርሐ ዝኣረገ ስልቲ ሕጂ ክጥቀሙ ምፍታኖም ረብሓ የብሉን ድማ ኢሉ። ሕወሓትን ዓወትን ኣራምባና ቆቦ ወይ ድማ ኣይራኸቡን እዮም ክብል እውን ባጭ ኢሉ ኣሎ። ቀዳማይ ሚኒስትር ኣብይ፣ ኢትዮጵያ ምንጪ ምፍራስ ሰላማ፣ ኣበይ ምዃኑ ትፈልጥ እያ ድሕሪ ምባል፣ ካብቲ ምንጪ ዝለዓል ዝኾነ ይኹን ምትንዃይ ንምክልኻል ዘኽእል ቅሞና ትፈጥር ከም ዘላ እዩ ዝዛረብ። ንሓይልታት ትግራይ ድማ ናይ ወጻእ ተልእኾ ዘፈጽሙ ምሳር ክብል ወቒስዎም ኣሎ። ክሲ ቀዳማይ ሚኒስትር ኣብይ ዝቐርብ ዘሎ፣ ኢትዮጵያ ንባዕላ ኣብቲ ኣብ ሱዳን ዝካየድ ዘሎ ኲናት ኢድ ኣእትያ ኣላ ዝብል ክሲ ካብ መንግስቲ ሱዳንን ካልኦት ዓበይቲ ትካላትን ክሲ ይቐርበላ ኣብ ዘለሎ እዋን እዩ። መንግስቲ ሱዳን፣ ኢትዮጵያን ሕቡራት ኢምረተ ዓረብን ሓባር ኮይነን ኣብ ኲናት ሱዳን ሕምስምስ ይፈጥራ ኣለዋ ክብል ብተደጋጋም ክኸስስ ተሰሚዑ። ማሕበረሰብ ዓለም ብፍላይ ድማ ኣሜሪካን ሕብረት ኤውሮጳን ኣብዚ ቀረባ እዋን ኣብ ትግራይ ዝረእ ዘሎ ምዕባለታት ነቲ ኣብ ክልተ ሽሕን ዓሰርተ ሓሙሽተን ዝተፈረመ ስምምዕነት ሰላም ፕሪቶርያ ብሓደጋ ከውድቖ እዩ ዝብል ስግኣቶም ክገልጹ ጸኒሖም እዮም። ኣብ ርእሲ እዚ ኤምባሲ ኣሜሪካ ኣብ ኣዲስ ኣበባ ብ ዕስራን ሽዱሽተን ሰነ ክልተ ሽሕን ዕስራን ሽዱሽተን ኣብ ዘውጽኦ መግለጺ ስምምዕ ሰላም ፕሪቶርያ ሙሉእ ብሙሉእ ክትግበር ፃውዒት ኣቕሪቡ ነይሩ ዩ። እቲ ኢምባሲ ኣብ ሞንጎ መራሕቲ ፖለቲካን ማሕበረሰብ ዓለምን ሰፊሕ ፖለቲካዊ ዘተ ከምዘድልን በምጥቃስ ሰላም ዝዘርጉ ኣካላት ምስቲ ብሕብረት ኣፍሪቃ ዝምራሕ ተበግሶታት ክተሓባበሩ ዩ ኣተሓሳሲቡ ነይሩ። ቀዳማይ ሚኒስትር ኣብይ ግን እቲ ስምምዕ ሰላም ፕሪቶርያ ሰዓርን ተሰዓርን ብማዕረ ኮፍ ኢሎም ዝተደራረብሉ ዩ ክብል ዝገለፀ ኾይኑ ይኹን እምበር ሓይልታት ትግራይ መዓልታዊ ንመንግስቲ ፌደራል ዝተናኾሉ ስጉምታት ይወስዱ ከምዘለው ወቒሱ። ብተወሳኺ ኣብ መቐለ ውን ልክዕ ከም ኣዲስ ኣበባ ኮሪደር ልምዓት ክረኣ ባህጊ ከምዘለዎን ካብ ወፃኢ ዘሎ ንኹናት ዝድርኽ ምንቅስቓሳት ግን ከምዘይደሊ ገሊፁ። ኣብ መላእ ኢትዮጵያ ዝረኣዩ ጎንፅታት ብሃይማኖትን ብህዝብታትን ዘይኮኑስ ብብሄራት ዝግበሩ ምዃኖም ጠቒሱ፣ እዚ ድማ ብሰንኪ ማሕበራዊ ሚድያን ተዓፊኖም ዝፀንሑ ሽግራትን ምዃኑ እዩ ተዛሪቡ። ዘላ። ኣብ ኢትዮጵያ ድሕሪ ዝተኻየደ መበል ሻውዓይ ሃገራዊ መረፃ ቀዳማይ ሚኒስትር ኢትዮጵያ ኣብዪ ኣሕመድ ዝመርሖ ሰልፊ ብልፅግና ኣብዝሓ ድምፂ ባይቶ ዓቂቡ ኣብቲ መረፃ ከምዝተዓወተ ብወግዒ ተገሊጹ እዮ። እቲ ዕስራን ኣርባዕተን ግንቦት ክልተ ሽሕ ዓሰርተ ሸሞንተ ንዝተኻየደ መረጻ ብጎንጽን ክስታት ዓፈናን ውሱን ተሳትፎ ተቓወምቲ ሓይልታት ዝተዓብለለ እዩ ነይሩ ዝብል ነቐፌታ ከምዝቐርበሉ ይፍለጥ። እቲ ካብ ሓሙሽተ ሚእትን ሓደን ዝተወዳደሮ ን ኣርባዕተ ሚእትን ሰላሳን ሸሞንተን መናብር ዝተዓወተ ሰልፊ ብልጽግና ሓዱሽ መንግስቲ ክምስርት ኣብዩ ድማ ኣብ መጀመርታ ጥቅምቲ ንኻልኣይ እብረ ዘመነ ስልጣኑ ቃለ መሓላ ክፍጽም ትጽቢት ይግበረሉ ኣሎ። ምዕባለና ይቕፅሎ ኣሎ ዘመናውያን ድሮናት ኣሜሪካ ድማ ኣብ ጅቡቲ ከም ዝተራገፋ ተገሊፆም እዘን ድሮናት ንውልቀ ሰባት ፈልየን ናይ ምጥቃዕ ዓቕሚ ከም ዘለዎን እዩ ዝግለጽ ኣሜሪካ ኣብ ጅቡቲ ዝራገፈተን ድሮናት ኣብ ቀርኒ ኣፍሪቃ መያት ቀይሕ ባሕርን የመንን ዘጋጥሞ ፀረ ሽበራን ስለናን ስራሕቲ ቅልጡፍ ግብረ መልሲ ንምሃብ ዝተዋፈራ እየን ቀንዲ ተልእኾ እዚ ምንቅስቃስ ኣብ ሶማልያን ዝንቀሳቀሱ ኣልሸባብ ከምኡ'ውን ኣብ የመን ዘለዉ ሓይልታት ሑቲ ንምክትታልን ንምጥቃዕን ዝዓለመ ምዃኑ'ዩ ዝግለጽ ዘሎ። እዘን ድሮናት እዚኣተን፣ መረዳእታ ምእካብ ከምኡ'ውን ዝተመርጹ መራሕቲ ራዕዲ ብናይ ኣየር መጥቃዕቲ ናይ ምውጋድ ተልእኾታት ዘሳልጣ'የን ተባሂሉለን ኣሎ። ኣብ የመን ዝንቀሳቐሱ ዕጡቓት ሑቲ፣ ኣብ ቀይሕ ባሕሪ ካብ ዘውርድዎ ዘለዉ መጥቃዕትታት ተተሓሒዙ እቲ ኣብ ጅቡቲ ዝርከብ ወተሃደሮም ስግር ኣሜሪካ ብሚሳይላት ሑቲ ክጥቃዕ ዝኽእለሉ ላዕለዋይ ስግኣትን ጽላልዩ ይርከብ ኣሎ። ኣብዚ ጉዳይዚ ተመርኲሱ ድማ ብርክት ዝበሉ ርእይቶታት ዝወሃቡ ዘለዉ ኮይኖም ብፍላይ ድማ ኣሜሪካን ኢትዮጵያን ምስ ዘለወን ርክብ ተተሓሒዙ ቀይሕ ባሕሪ ስግኣት ኣብ ዝሰፍነሉ ዘሎ እዋን እውን ርእይቶታት ይወሃቡ ኣሎ። ነዚ ስዒቡ ሃብታሙ ኣያሌው ዝተባህለ ወናኒ ሚድያ እዚ ናይ ዓሰብ ጉዳይ ድማ ናይ ኢማራት ተልእኾይ ክብል ርእይትኡ ሂቡ'ሎ። ጉዳይ ወደብ ዓሰብን ቀይሕ ባሕርን ብምኽንያት ብምግባር ስርዓት ብልጽግና ዘበግሶ ናይ ወጥሪ ፖለቲካ ኣብ ውሽጢ ኢትዮጵያ'ኳ ዓቢ ተቓውሞን ምንቃፍን ይገጥሞ ከም ዘሎ እዩ ገሊጹ ዘሎ። እቲ ፍሉጥ ተንታኒ ፖለቲካን ጋዜጠኛን ሃብታሙ ኣያሌው ብዛዕባ'ቲ ኣብ ድሕረ ባይታ ዘሎ ምስጢር ርግጸኛ ብምዃን ሓያል መልሲ'ዩ ሂቡ ዘሎ። ሃብታሙ ኣያሌው ነቲ ሓቀኛ ዕላማ'ቲ ጉጅለ ስልጣንን ናይ ወጻኢ ሓይልታት ኢድ ኣታውነቱን እዩ ኣቃሊዑ ዘሎ ንሱ ሚእቲ ካብ ሚእቲ ርግጸኛ ኮይነ ዝነግረኩም እዚ ናይ ዓሰብ ጉዳይ ናይ ኢምራት ጉዳይ እዩ እዚ ኣብ ስልጣን ዘሎ ጉጅለ ንኢትዮጵያ ምዝማት እዩ ዕላምኡ ካልእ ዕላማ የብሉን ንክዘርፍ ድማ ሓይሊ የድልዮ እዩ ሓይሊ ድማ ብዲፕሎማስያውን ገንዘባውን ወተሃደራውን ደገፍ እዩ ክረኽቦ ዝኽእል ድማ ኢሉ ቀጺሉ እውን ኢትዮጵያ ናብ ዘይንጽፍ ሓዊ ከይትኣቱ ብምስጋእ ከምዚ ክብል እዩ ኣጠንቂቑ ዘሎ ኢምራት ነዚ መንግስቲ እዚ ብዶላር ዓዲጋቱ እያ ዕላማኣ ድማ ንዓሰብ ብሓይሊ ምሓዝ እዩ እዚ መንግስቲ እዚ ንሳ ዝባሃበቶ ተልእኾ ክፍፅም እዩ ንህዝቢ ኢትዮጵያ ድማ ናብ ሓዊ ክጠብሶ እዩ ዝሓስብ ዘሎ ክብል ንምንቅስቃስ መሪሕነት ቀዳማይ ምንሽር ዓብይ ኣሕመድ ብትሪ ነፂጓሎም። ኣመሓዳሪ ወረዳ ኢሮብ ድማ ምስ ግፋ ብዝተተሓዘ ምኽንያት ካብ ስርሑ ከም ዝተመረረ ተፈሊጡ። ኣመሓዳሪ ወረዳ ኢሮብ ዞባ ምብራቕ ትግራይ ዝኾነ ኣይተ ኢያሱ ንመስርሕ ግፋ መንእሰያት ወረዳ ኢሮብ ብዝግባእ ኣየተግበረን ብዝብል ምስምስ ካብ ስልጣኑ ከም ዝተባረረ እውን ተገሊፁ ኣሎ። እቲ ኣመሓዳሪ ነቲ ህወሓት ብዝመርሖ መንግስቲ ትግራይ ዝተኣወጀ ግዱድ ናይ ዕስክርና መደባት ከተግብርን ኣብ ወረድኡ ዘድሊ ምትሕብባር ከተግብርን ግዴታ ከም ዝነበሮ ዝተገለፀ ኮይኑ ይኹን እምበር ምትሕብባር ከርእን ነቲ ኣዋጅ ከተግብርን ብዘይምኽኣሉ ቃሉ ካብ ስልጣኑ ከም ዝተባረረ እዩ እቲ ሓበሬታ ተመልኪቱ። እዚ ከምዚ ኢሉ እንከሎ፣ ኣብ ዞባ ምብራቕ ትግራይ ፍሉይ ቦታ ሰብያ፣ ከባብታት ጎሎመኻዳ፣ ኣሪረይን ማእኸል ስልጠና ክካየድ ዝቐነየ ታዕሊም ኣብ ዝሓለፈ ሳልስቲ ብኸቢድ ብረት ናብ ዝተሰነየ ናይ ተኹሲ ምንቅስቓስ ምብፅሑ ካብቲ ከባቢ ዝተረኸበ ሓበሬታ ተረጋጊፁ ኣሎ። እቲ ኩነታት ድማ ኣብ ነበርቲ ከቢድ ስክፍታ ፈጢሩ ከም ዘሎ እዩ ዝግለፅ ዘሎ። ብተመሳሳሊ ኮሌጅ ኣወርቂ ኣብ ዝበሃል ደቡባዊ መኣዝን ዓዲግራት ክተኣኸብ ዝቐነየ ሰራዊት እውን ካብ ትማሊ ጀሚሩ ናብ ስሩዕ ታዕሊም ብምእታው ክሳብ ማየብዓን ክሳድ ዓለቋን እናተንቀሳቐሰ ስሩዕ ታዕሊም ከካየድ ጀሚሩ ምህላው ናይ ዓይኒ መሰኻኽር እዮም ኣረጋጊፆም ዘሎም። ነዚ ስዒቡ እምበኣር ኣብቲ ትግራይ ዝረእ ዘሎ ኩነታት ኲናት ዘይተርፍ እዩ ናብ ዝብል መደምደምታ ይወስድ ምህላው ድማ ብዙሓት ይሰማምዑ። ሕቡራት ሃገራት መዝነት ፍሉይ ተኸታታሊ ኩነታት ሰብኣዊ ምስላት ኤርትራ ክሕደስ ወሲኖም ኣብዚ ኣብ ጀኔቫ ስዊዘርላንድ ዝተጋብአ ነቲ እማመ ብሪጣንያን ኢትዮጵያን ዝርከበን 23 ሃገራት ክድግፎ እንከለዋ ኬንያን ደቡብ ኣፍሪቃን ዝርከበን 17 ሃገራት ድምፂ ካብ ምሃብ ተዓቂበን ኣሏ ግብፅን ቻይናን ዝርከበን ሽዱሽተ ድማ

ሕቡራት ሃገራት ክሳተፍ ዝጸንሐ ብኣምባሳደር ኤርትራ ኣብ ሕቡራት ሃገራት ሶፍያ ተስፋማርያም ዝምራሕ ልኡኽ ብወገኑ እቲ ንኤርትራ ንምክታል ዝግበር መስርሕ ገንዘብ ካብ ምብኻን ዝሓልፍ ቁምነገር ከምዘይብሉ ክምጉት ቀንዩ ኣሎ። ብመሰረት እቲ ዝሓለፈ ውሳነ ናይ ቤት ምኽሪ ነቲ ዕድመ መዝነቱ ዘብቅዐ ሱዳናዊ ዶክተር መሓመድ ዓብዲ ሰላም ባቢ ኬር ዝትክእ ፍሉይ ወኪል ክምዘዝ እዩ። ፍሉይ ወኪላት ወይ ድማ ስፔሻል ፖርተር ሰብኣዊ መሰላት ንሓደ ዓመት ከገልግሉ ብቤት ምኽሪ ሰብኣዊ መሰላት ሕቡራት ሃገራት ኣብ ጄኔቫ ዝምዘዙ ኮይኖም ንዝተመደበሉ ሃገር ወይ ድማ ፍሉይ ጉዳይ ዝምልከት ዓመታዊ ጸብጻብ ዘቕርቡ እዮም። ኣብ ዝሓለፈ ወርሒ ናይ መወዳእታ ጸብጻቡ ዘቕረበ ዶክተር ባቢ ኬር ኣብ ኤርትራ ክፍጸም ዝጸንሐ ከቢድ ምግሃስ ሰብኣዊ መሰላት ምምሕያሽ ከም ዘየርኣየን ይገድድ ከም ዘሎን ገሊጹ ነይሩ እዩ። ኤርትራ ግን እቲ ጸብጻባት መርትዖ ዘይተረኽቦን ንመንግስቲ ኤርትራ ንምጽላም ዝዓለመ ምዃኑን ብምምጓት ነቲ ጸብጻብ ነጺጋቶ ነይራ። ኣብ ክልተ ሽሕን እቲ ትኽልትን ዓመቱ ፈረንጂ ተሓለቕቲ ሰብኣዊ መሰላት ብዘካየድዎ ጎስጓስን ብመሪሕነት ጅቡቲ፣ ሶማልያን ናይጀርያን ንሰብኣዊ መሰላት ኤርትራ ዝከታተል መዝነት ፍልይቲ ወኪል ንፈለማ እዋን ከምዝተፈጠረ ዝዝከር ኮይኑ፣ ኣሜሪካ፣ ብሪጣንያን ሃገራት ሕብረት ኤውሮጳን እውን ነቲ በተን ኣፍሪቃውያን ሃገራት ዝቐረበ እማመ ምሉእ ደገፍ ሂበንኦ ነይረን እየን። ሰራዊት ሶማልያ ድማ 15 ዕጡቋት ኣልሸባብ ከም ዝቐተለ ፍሊጡ ኣሎ። ዳናብ ብዝብል ስያመ ዝፍለጥ ፍሉይ ኮማንዶ ሓይልታት ምክልኻል ሶማልያ ኣብ ዞባ ታሕታይ ሻበልያ ብዝርከብ ዞባ ፎርሶለይ ብዝገበሮ ዝተወጠነ ወተሃደራዊ ስርሒት 15 ዕጡቋት ጉጅለ ኣልሸባብ ከም ዝቐተለን ካልኦት 20 ከም ዝቖሰሉን ማዕኸን ዜና ሂራን ሓቢራ ኣላ። እቲ ስርሒት ብሓይልታት ኮማንዶ ዳናብ ኣንጻር እቶም ኣብቲ ከባቢ ዓስኪሮም ዝነበሩ ኣባላት ኣልሸባብ ዝተኻየደ ኮይኑ፣ ጉጅለ ኣልሸባብ መጥቃዕቲ ንምውዳድን ንምልምማድን ዝጥቀመሎም ዝነበሩ ማእከላትን መደበራትን ድማ ምሉእ ብምሉእ ከምዝዓነዉን ካብ ሓይልታት ምክልኻል ሶማልያ ዝተረኸበ ሓበሬታ ተወኪሱ'ዩ እቲ ማዕኸን ዜና ጸብጺቡ ዘሎ። እቲ ኣንጻር ኣልሸባብ ዝካየድ ዘሎ ወተሃደራዊ ስርሒታት፣ ኣካል ኣብ መላእ እታ ሃገርን ጸጥታን ምርግጋእን ንምምላስ ዝግበር ዘሎ ጻዕርታት ኮይኑ፣ ቀጻልነት ከምዘሎ እቲ ሰራዊት ገሊጹ'ሎ። ምስዚ ተኣሳሲሩ ሰራዊት ሶማልያ፣ ህዝቢ ምስ ሓይልታት ጸጥታ ክተሓባበርን ነቲ ኣንጻር ጉጅለ ኣልሸባብ ዝካየድ ዘሎ ወፍሪ ክድግፍን ጻውዒት ኣቕሪቡ ኣሎ። ዝኸበርኩም ተመልከትና ሓበሬታታት ሰዓት በዚ ከንቢትና ብዝቕጽል ብሓደሽ ምዕባለታት ምሳኹም እንራኸብ ክኸውን እዩ። ላይክ ሼር ሰብስክራይብ እንዳገበርኩም ቤተሰብ ኩኑ።